ኩም ብዙሕ ትርፍ ይበለለይ ሎማዓንቲ ብሓድሽ ቪድዮ መፅእ ኣለኹ ንዩቲዩብ ሓደሽቲ ዝኾንኩም ሰብስክራይብ ሸር ላይክ ኣይትረስዑኒ ምብርትታዕኹም ኮላይ ይፈለኒ ከም ናይ ቀደም ሃትኩም ከምኡ ኮላይ ነባራት ዝኾንኩም ምብርትታዕኹም ኣይፈለየኒ ሎማዓንቲ ድማ ብሓድሽ ቪድዮ ተመሊሰ መፅእ ኣለኹ ብዙሓት ሰባት ይሓቱኒና ብሕቶኡ መሰረት ሎማዓንቲ ሒዘ መፅእ ኣለኹ ማለት እዩ ጉራት ኣሕዋተይ ንሱ ደሞ እንታይ ትሕቶ ደሞኒ ብዛዕባ ናይ ዩቲዩብ ብዙሓት ሰባት ብውሽጢ ይኹን ዩቱብ ከለይ ብዙሓት ዝሓቱን ኣሕዋተይ ኣለዉ ንዕኡ ንክምልስ እየ መፅእ ዘለኹ ሎማዓንቲ ማለት እዩ ዩቱበይ ኣነ እስካዕ ሕጂ ኣይከፈለንን እዩ ብጭራስ ኣይከፈለንን እዩ ንምንታይ ቅፅዓት ነይሩኒ እዩ ተቃፂዐ ነይረ እየ ቢያንስ ዓሰርተ ወርሒ ዓመት ይኸውን ቅፅዓት ነይሩኒ እዩ እንዳመላለሰኒ ኣፕለይ ይገብር ይመልሰኒ ኣፕለይ ይገብር ይመልሰኒ ስለ ዝነበረ እስካዕ ሕጂ ክፍሊት ኣይጀመርኩን እየ ንድሕሪ ሕጂ ግን ጽቡቅ ቪድዮታት ሒዘ ክመጽእ ጽቡቅ ንክሳተፍ ሚድያታተይ ዩቱበይ ኮለይ ጽቡቅ ንክሰርሐሉ ብተስፋ እየ ተስፋ ሰኒቀ እየ እስካዕ ኣብዚ ደረጃ በጺሐ ዘለኹ እስካዕ ኣብዚ ደረጃ ዘብጻሕኩምን ደሞ ንስኻትኩም ኢኹም ኣነ ዩቱበይ ብጣዕሚ ብዙሕ ኣድኪሙኒ እዩ ግን ኣድኪሙኒ ደሞ ተስፋ ኣይቆረጽኩን ሓፍትካትኩም ብቃ ተስፋ ሰኒቀ እስካዕ ኣብዙይ ደረጃ ምሳካትኩም እንዳሰራሕኩ ምሳካትኩም እንዳጨወትኩ ምሳካትኩም እንዳዕለልኩ ኩሉ ነገረይ እስካዕ ኣብዚ ደረጃ ኣብጺሕኩምኒ እስካዕ ኣብዚ ደረጃ በጺሐ ኣለኩ ክቡራት ኣሕዋተይ ንበዝሒ ግን ንክሰርሐሉ እዩ ተስፋይ ማለት እዩ ንክሰርሐሉ እዩ ተስፋይ እምበር ኣቲ ስጋዕ ሕጂ ሰሪሐ ዝረኸብኩሉ ነገርስ የብለይን ቅድሚ ሕጂ ወጪታት እየ ኣውፅኤሉ እምበር ስጋዕ ሕጂ ኣታዊ ዝገበርኩሉ ነገር የብለይን ግን ዩቲዩበይ ተቐቢሉኒ ደሞ ዳርጋ ዶላር ዝረኸብኩሉ ዳርጋ ገንዘብ ዝረኸብኩሉ እዩ ተሰሚዑኒ ማለት እዩ ዩቲዩብ ገንዘብ ጥራሕ ኣይኮንካ ንክትረኽበሉ ትሳተፍ ቀዳማይ ነገር ምስ ኣሕዋትካ ብዙሕ ትጫወትኻ ምስ ኣሕዋትካ ብዙሕ ማሲስኪ ትፋለጥ ኢካ ፍቅሪ ኢካ ትሰንቅ ካብ ዩቱብ ማለት እዩ እና ደሞ ጽቡቅ ጌርካ ተሰሪሑ ካሉ ኮለይ ዩቱብ ክፍሊት ኣለዎ እዩ ክፍሊት የብሉን ክብለኩም ኣይክእልን እየ በተለይ በተለይ ጽቡቅ ዝረኣየልኩም ቻናላት ወይ ከዓ ዓበይቲ ከምዞም ዓበይቲ ሚድያታት ዝሰርሑ ትኾይኖም ብጣዕሚ እዮም ዝኽፈሉ ማለት እዩ ስለዚ እስካዕ ሕጂ ኣነ ግን ክፍሊት ዝበሃል ኣይጠዓምኩን ይቅርታ ግበርለይ ግን ዳርጋ ዝተኸፈልኩ እዩ ቴበይ ተመሊሱለይ እዩ ቴበይ ማለት እዩ ዳርጋ ዝተኸፈልኩ እዩ ጥዒሙኒ ማለት እዩ ተመስገን ኣምላኬ ኣብዚ ደረጃ ዝበፃሕኹ ብጣዕሚ ብጣዕሚ ደስ ኢሉኒ ንስኻትኩም ከሎ እዚ ደረጃ እዚ ስለ ዘብፃሕኹኒ ማርያምን እንታይ እሞ መግለፂ የብለይን ማለት እዩ ኣሕዋተይ ማዓረይ ከምኡ ከለይ ኩልኻትክን ኣሕዋተይ ኣሕዋተይ ኩልኹም እስካብ ኣብዚ ደረጃ ስውጣሕኩምኒ ካብ ልቢ እናመስገንኩ እየ ምስግናየ ወሰን የብሉን ማለት እዩ ንበዝሒ ደሞ ፅፅቡቅ ቪድዮታት እናሓዝና ክንመፅእ ኢና ክንቀርበልኩም ኢና ክነቅርበልኩም ኢና መቸም ኣብ ዓረብ ሃገር ኮንካ ንእሽተይ ክብድ ይብለካ ኢና ግን ደሓን ዓድኻ ምትኬድካ ኮለይ ናሰራሕኻ ክትለቀሉ ትኽእል ኢኻ ከምኡ ኮለይ ኣሕዋተይ ተስፋ ዝቆረፅክን ዝገረፍኩ ነድመለኽን ኣጆኽን በርቲዕኽን ስርሓለይ ከም ከምዚ ከማይ ተስፋይ ተይቆረጽ ግን ክትሰርሓ ክትቅጽላ በዓል ተዓቢ ተስፋ እዮም ኣብቹ ተስፋ ኣብ ህይወትካ ኣይቁረጽን እዩ ኩሉ ግዜ ጠንካራ ኮንካ ተሰሪሕካሉ ዩቱብካ ተተቐቢሉኳ ዳርጋ ዝኸፈለካ እዩ በቃ ድኻምካ እዩ ማለት እዩ ረሃጽካ እዩ ስለዚ ኣነ ብዙሕ ኣድኪሙኒ እዚ ዩቱብ እዚ ብጣዕሚ ብጣዕሚ ማንም ሰም ዝፈልጠኒ ኣብ ዩቱብ ስለ ዘድከመኒ ሕጂ ግን ተመስገን ፈጣሪ ኣብዚ ዝንሄ ደረጃ በጺሐ ኣለኹ፣ ንበጺሒ ኮለይ ኣብ ዝለዓለ ደረጃ ክበጽሕ በዓልቲ ዓቢ ተስፋ እየ፣ ክፍሊ ትበሃል እቲ ክፍል ክንግስ ከኣ ሕጂ ኩቡራት ኣሕዋተይ ቅታ ግበርለይ ንብዙሓት ዝሓተትኩምኒ ኣሕዋተይ ከምኡ ኮለይ ብዙሓት ዘተባባዕክኒ ዘተባዕክነን ማለት እዩ ካብ ልቢ እናመስገንኩ እየ ጠንካርን ጥንክርናተይ ዝያዳ ክጥንክር ዝገበርኩምን ኣሕዋተይ ሕጂ ኮለይ ተስፋ ትህቡኒ ዘለኹም ካብ ልቢ እየ ዘመስግን በእውነት ካብ ልቢ እየ ዝመስግን ምስግናይ ወሰን የብሉን ማለት እዩ ኣሕዋተይ ማዓረይ ስለዚ ንስኻትኩም ኮለይ ከምዚ ከማና ከምዚ ከማይ ከምኡ ኮለይ ኣሕዋተይ ኣለዋ ከምዚ ከማይ ዝኾና ጠንክርክን ከምኡ ግን ክሰርሓ በዓል ተዓቢ ተስፋ እየ ንምንታይ መሊሱኒ ንምንታይ ቀፂዑኒ ንምንታይ ከምዚ ጌርኒ ዘይኮነስ ሰሪሐስ ክረኽበሉ ድየ ደሓር ምስ ተቐበለኒስ ክሰርሐሉ ድየ ኢልካ ተስፋ ክትገብር ኣለካ ካልኣይ ነገር ደግሞ ምስ ተቐበለክን ማለት እዩ ተቐቢልኩም እንታይ ቪድዮ ክለቀሉ እየ እንታይ ክገብረሉ እየ ብዙ ብጎጉል ምናምን ዘይተቐበለኒ ምናምን ኢልክን ትገድፍኦ ቆልዕታት ኣለኹም ማለት እዩ ኖ በሉ ቀፅሉ እስካዕ መጨረሻ ከተፋለሙ ዘለኩም ዩቱብ ማለት እዩ ዩቱብ ብጣዕሚ እዩ ከቢድ ምስርሑ ብጣዕሚ ከቢድ እዩ ግን ተሰሪሑ ካለ ደግሞ ሳንቲም ትረኽበሉ ኢኻ ማለት እዩ ስለዚ ኣሕዋተይ ኩልኹም ስለብዙ ደረጃ ዘብፅሓሙኒ ደሞኒ ብጣዕሚ እናመስገንኩ እየ ከም ኮለይ ዘይከፈልክን ዘይከፈልክን ዩቲዩበራት ክፈታ ክፈታ ዕድል ክረኣያ ከፊትክን ደሞኒ ተጠቐማሉ ማለት እዩ እና ስለዚ ክፍሊተይ ኣብዚ ዩቲዩብ እዚ ኣነ ክፍሊት ዝበሃል የብለ ንበዝሒ ግን ንክፍፈል ግን በዓልቲ ዓብዪ ተስፋየ ግን ተቐቢሉኒ ደሞ ዳርጋ ዝተኸፈልኩ ይጥዒሙኒ በቃ ዩቱበይ ተቐቢሉኒ ማለት እዩ ዳርጋ ዝተኸፈልኩ ይጥዒሙኒ ኣሕዋተይ መዓረይ ስለዚ ንሕና ኩልና ከምዚ ኢልና ዩቱብ ክንከፍት ከለና ክቕበለኒ ዶ ኾን ይኾን እንዳልካ ተጠራጥ እንዳተጠራጠርካ ዘይኮነስ ጠንኪርካ ናይ ባዕልኻ ዝኾነ ነገር እናገርካ ተሰሪሕካሉ ይቕበለካ እዩ ማለት እዩ። ከምኡ ከሎ ጠንኪርካ ተሰሪሕኻ ኣብ ዝለዓለ ደረጃ ትበፅሕ ኢኻ። ስለዚ ኣሕዋተይ ማዕረይ ኩልኹም ኣብዚ ደረጃ እዚ ዘብጻሕኩምኒ ድማ ካብ ልቢ እናመስገንኩ እየ እምበር ኣነ ክፍሊት ዝበሃል ኣይተኸፈልኩን እየ ህና ንበዝሒ እየ ተስፋ ገይረስ ንበዝሒ እየ ክኽፈል እየ ኢለ ተስፋ ገይረ ዘለኹ ማለት እዩ ስለዚ ከምዚ ከማይ ንስኻትኩም ኮለ ንስኻትኩም ኮለ ዩቱብኩም ዝተቐበለኩም ዘሎ ብዘይ ተስፋ ምቑራፅ ኣብዚ ደረጃ እዚ ንክትበፅሑ ኣጆኹም በርትዑለይ ክብለኩም ይደሊ እና ሎማዓንቲ በዚ ደረጃ በዚ ሕቶኹም መሰረት እየ መፅየ ነይረ ብዙሓት ሰባት መፅዮም እስኪ ሓቲቶምኒ እንድየ ዓመትኪ ጌርኪ ክንደይ ተኸፊልኪ ዶ ምናምን ምናምን ብዙሓት በቃ እንታይ እሞ እና ኣይተኸፈልኩን ይቅርታ ንምንታይ ቅፅዓት ስለ ዝነበረኒ ማለት እዩ ናይ ባዕተር ጥፍኣት ስለ ዝነበረኒ ቪድዮታት ናይ ሰብ ፅሒነ ስለ ዝነበርኩ ከምኡ ኮለይ ተደጋጋሚ ፎቶታት ፅሒነ ስለ ዝነበርኩ ንሱ ብጣዕሚ ቆፅዒኒ ብጣዕሚ ሃስዩኒ ማለት እዩ ስለዚ ያሴን ስለ ዝነበረ ንስኻትኩም ኮለይኩሞ በተለይ ዩቲዩብ ዝመለሰኩም ዝሃሰኩም ነበረ ኣጥፊኢኹም ከም እንደገና ስርሑ ክብለኩም ይደሊ ባይ ባይ ሰሰናይ እንዳትመነኹ እየ